ሰላም ከመይ ትኾኑ ክብራት ተኸታተልቲ ሳተላይት ቴሌቪዥን ኣሰና ንሎሚ 28 መጋቢት 226 ዝተዳለዉ ዜናታት ሒዘልኩም ቀሪበ ኣለኹ ብቀዳምነት ግን ነጥብታቶም እታ ካብ ክልተ ሽሕን ዕስራን ኣብ ልዕሊ ትግራይ ድሕሪ ዝተኣወጀ ወራር ክሳብ ሕጂ ድምፂ ጥይት ዘይተፈልያን ብከቢድ ፀጥታዊ፣ ፖለቲካውን ኢኮኖሚያውን ቅልውላው ትሕመስን ዘላ ኢትዮጵያ ኣብ ሕምብርቲ ርእሰ ከተማኣ ከቢድ ነውፂ ተፈጢሩ ከምዘሎ ዝተረኽበ ሓበሬታ ገዛኢ ሰልፊ ብልጽግና ኣብቲ ሰልፍታት ኣብን፣ ኣማራ ብሄራዊ ንቅናቄ፣ ከምኡ እውን ኢዜማ፣ የኢትዮጵያ ዜጎች ለማህበራዊ ፍትህ ዝወዳደርሉ ልዕሊ ሰማንያ ዝኸውን ወንበራት ወከልቲ ህዝቢ ሕጹያት ከምዘየቕረበ ቢቢሲ ምርግጋጹ ኣሜሪካ ንእስራኤልን ንቀይሕ ባሕሪ ኣንጻር እስላማዊት ሪፓብሊክ ኢራንን ተጻባእ ስርሒታት ንምፍጻም ክጥቀማሉ እንተጀሚረን ኣንጻር ኢራን ዝግበር ተጻብኦ እንተዓሪጎ ኣብቲ ኩናት ንምጽንባር ኣጻብዕትና ኣብ ቃታ እየን ዘለዋ ክብል ሑቲ ምጥንቃቑ ዝብሉን ካልኦትን ዜናታት እየ ሒዘልኩም ቀሪበ ኣለኹ። ክሳብ መወዳእታ ምሳይ ጸኒሕኹም ዝርዝራቶም ክትሰምዑ ብኽብሪ ይዕድም። ኣሜሪካን እስራኤልን ኣብ ልዕሊ ኢራን ወተሃደራዊ መጥቃዕቲ ድሕሪ ምክያደን ስዒቡ ኣብ ማእከላይ ምብራቕ ኣጋጢሙ ብዘሎ ከቢድ ውግእ መተሓላለፊ ዓበይቲ ንግዲ መራክብ መጻቦ ሆርሙዝ ክዕጾ እንከሎ ንማእከላይ ባሕርን ቀይሕ ባሕርን ዘራኽብ መጻቦ ባብኤል መንደብ እውን ብዕጡቓት ሑቲ ብከፊሉ ክዕጾ ከም ዝኽእል ኣብ ዝግለጸሉ ዘሎ እዋን ኢትዮጵያ ብከቢድ ሕፅረት ነዳዲ ተሃስያ ትካላት ክዕፀዉ ጀሚሮም ከምዘለዉ ካብ ኣዲስ ኣበባ ዝተረኽበ ሓብሬታ ኣረጋጊፁ። ኣብ ኣዲስ ኣበባ መራሕቲ መካይን ነዳዲ ንምግዛእ ለይትን ቀትርን ኣብ ሪጋ የሕልፍዎ ምህላዎም ክሕበር እንከሎ ብዙሕ ጠለብ ነዳዲ ዘህልኹ ናይ ግሊ ትካላት እውን ክዕፀዉ ጀሚሮም ኣለዉ ክብል እቲ ሓብሬታ ወሲኹ ኣፍሊጡ። እታ ካብ ክልተ ሽሕን ዕስራን ኣብ ልዕሊ ትግራይ ድሕሪ ዝተኣወጀ ወራር ኣትሒዛ ክሳብ ሕጂ ኣብ ደማዊ ሕድሕድ ኲናት ተሸሚማ ብሕጽረት ጸጥታን ቁጠባውን ኢኮኖሚያውን ቅልውላዋትን ትሕመስ ዘላ ኢትዮጵያ ቴስዓ ሚእታዊት እተህልኾ ነዳዲ ካብ ማእከላይ ምብራቕ ስለ ትሽምቶ ኩነታት እቱ ዞባ ከም ዘለዎ እንተቐጺሉ ወይ እውን እንተብኢሱ ካብ ቁጽጽር ወጻእ ዝኾነ ማሕበራዊ ቅልውላው ከጋጥማ ከም ዝኽእል እዩ ዝንገር። ገዛኢ ሰልፊ ብልጽግና ኣብቲ ሰልፍታት ኣብን ማለት ኣማራ ብሔራዊ ንቅናቄን ከምኡውን ኢዜማ የኢትዮጵያ ዜጎች ለማህበራዊ ፍትህ ዝወዳደርሉ ልዕሊ 80 ዝኸውን ወንበራት ወከልቲ ህዝቢ ሕፁያት ከም ዘየቕረበ ቢቢሲ ኣረጋጊጸ ኢሉ። ቢቢሲ ዝተዓዘቦ ዝርዝር ሕፁያት ከም ዘርእዮ እምበኣር ኣቦ ወንበር ኣብን ዶክተር በለጠ ሞላ ከምኡ ኸኣ ኣቦ ወንበር ኢዜማ እዮብ መሳፍንት ሕፁያት ኮይኖም ኣብ ዝቐረብሉ ናይ ምርጫ ክልላት ሰልፊ ብልፅግና ሕፁያት ኣየቕረበን። ኣብን ካብ ፈፀምቲ ኣካላቱ ሽዱሽተ ንምርጫ ክቕርብ እንከሎ እዞም ፈፀምቲ ኣካላት ኣባላት ባይቶ ንምዃን ኣብ ዝወዳደርሉ ክልላት ምርጫ ገዛኢ ሰልፊ ብልጽግና ግን ኣብቲ ቦታ ሕጹያት ኣየቕረበን። ኣብቲ ግንቦት ክልተ ሽሕን ዓሰርተን ሸሞንተን ብግእዝ ኣቆጻጽራ ክካየድ ምዃኑ ተሓቢሩ ዘሎ ሻብዓይ ሓፈሻዊ ምርጫ ዓሰርተ ሽሕን ትሽዓተ ሚእትን ዓሰርተ ትሽዓተን ንፖለቲካ ሰልፍታት ዝውክሉን ብውልቆም ዝወዳደሩን ሕጹያት ቀሪቦም ኣለዉ። ብልጽግና ክልተ ሽሕን ትሽዓተ ሚእትን ሓምሳን ሕጹያት ብምቕራብ ኣብ ቅድሚት ክስራዕ እንከሎ፣ ኢዜማ እውን ሓደ ሽሕን ክልተ ሚእትን ሓምሳን ሽዱሽተን ሕጹያት ኣመዝጊቡ ኣሎ። እቲ ካልእ ተቓዋሚ ሰልፊ ኣብን ኣብዚ ናይ ሎሚ ዓመት ምርጫ ሰብዓ ሕጹያት ኣቕሪቡ፣ ካብዚኦም እቶም ዓሰርተ ሽዱሽተ ንቤት ምኽሪ ወከልቲ ህዝቢ ዝወዳደሩ እዮም ክኾኑ። ሃገራዊ ቦርድ ምርጫ ኢትዮጵያ ከም ዘመልክቶ፣ ብሓፈሻ ኣብቲ ግንቦት ዝካየድ ንሓፈሻዊ ቤት ምኽሪ ወከልቲ ህዝብን ቤት ምኽሪ ክልላትን ቀሪቡ ዘሎ ብዝሒ ወናብር ሰለስተ ሽሕን ኣርባዕተ ሚእትን ሱሳን ሰለስተን እዩ። ገዛኢ ሰልፊ ብልፅግና ሓሙሽተ ሚእትን ኣርባዓን ሸውዓተን ወናብር ኣብ ዘለዎ ቤት ምኽሪ ወከልቲ ህዝቢ፣ ኣርባዕተ ሚእትን ስሳን ሽዱሽተን ሕጹያት ጥራይ እዩ ኣመዝጊቡ ዘሎ። በዚ መሰረት እቲ ገዛኢ ሰልፊ ብልጽግና ኣብ ዝተረፈ ስመነን ሓደን ወናብር ቤት ምኽሪ ወከልቲ ህዝቢ ከም ዘይወዳደር ዘርኢ እዩ። ሰልፊ ብልጽግና ኣብ ክልል ኣምሓራ ካብ ዘይወዳደረሎም ወናብር ቤት ምኽሪ ወከልቲ ህዝቢ ተቓዋሚ ሰልፊ ኣብን ሕጹያቱ ኣቕሪቡሎም ዘሎ ሸውዓተ ወናብር እዮም። ሓደ ካብቲ ሰልፊ ብልፅግና ሕፁይ ዘየቕረበሉ ናይ ምርጫ ክልል ኣቦ ወንበር ሰልፊ ኣብን ዶክተር በለጠ ሞላ ዝወዳደረሉ ራያ ቆቦ እዩ። ዶክተር በለጠ ሞላ ሚኒስተር ቴክኖሎጂን ኢኖቬሽንን ኮይኑ ዝሰርሕ ዘሎ ሓደ ካብ ሚኒስትራት ኣብይ ኣሕመድ እዩ። ሰልፊ ብልፅግና ኣብዚ ክልል ምርጫ ንቤት ምኽሪ ክልል ዝወዳደሩ ሕፁያት እኳ እንተቕረበ ንቤት ምኽሪ ወከልቲ ህዝቢ ዝወዳደሩ ሕፁያት ግን ኣየቕረበን። ምክትል ኣቦ ወንበር ሰልፊ ኣብን ከምኡ ከዓ ሓላፊ ባህሊ፣ ቱሪዝምን ስፖርትን ዝኾነ መልካሙ ፀጋየ ንቤት ምኽሪ ወከልቲ ህዝቢ ኣብ ዝወዳደረሉ ክልል ምርጫ ላይ ጋይንት ሓደ እውን ሰልፊ ብልፅግና ሕፁይ ኣየቕረበን። ሰልፊ ብልጽግና እቲ ካልእ ሕጹይ ዘየቕረበሉ ክልል ምርጫ ከኣ ኩታበር እዩ። ኣብዚ ነቑጣ ዋና ኣካያዲ ስራሕ ንብረት መንግስቲ ምምሕዳር ኣዲስ ኣበባ ሓላፊ ሕጋዊ ጉዳያት ሰልፊ ኣብን ዝኾነ ኣቶ ዮሱፍ ኢብራሂም ክወዳደር እዩ። ኣብታ ሓላፊ ህዝባዊ ርክባት ኣብን ከምኡ ከኣ ኣብ ፖስታ ኢትዮጵያ ሓላፊ ቀረብን ምስላጥን ዝኾነ ኣቶ ጋሻው መርሻ ኣብ ዝወዳደረሉ ነቑጣ ምርጫ እስቴ ሓደ እውን ሰልፊ ብልፅግና ሕፁይ ኣየቕረበን ዘሎ። ፈፀምቲ ስራሕ ሰልፊ ኣብን ኣቶ ዳምጠው ተሰማ ከምኡ እውን ማሩ ጃኔ ኣብ ዝወዳደርሉ ነቑጣታት እውን ሰልፊ ብልፅግና ሕፁያት ኣየቕረበን። ሰልፊ ብልፅግና ኣብ ኣዲስ ኣበባ ንባይቶ ወከልቲ ህዝቢ ካብ ዘይወዳደረሎም ሰለስተ ወናብር ኣብቲ ክልተ ኣባላት ኢዜመ እዮም ከም ሕፁያት ቀሪቦም ዘለዉ። ካብቲ ንሸውዓተ ዓመታት ነቲ ሰልፊ ዝመረሐ ፕሮፌሰር ብርሃኑ ነጋ፣ ኣብ ዝሓለፈ ለካቲት ስልጣን መሪሕነት ዝተረከበ ኢዮብ መሳፍንት፣ ንባይቶ ወከልቲ ህዝቢ ኣብ ዝወዳደረሉ ኣብ ኣዲስ ኣበባ ክልል ምርጫ ዓሰርተ ሸሞንተ እዩ። እዚ ክልል ምርጫ እዚ እውን ሰልፊ ብልፅግና ሕፁያት ካብ ዘየቕረበሎም ክልላት ሓደ እዩ። ምክትል ኣቦ ወንበር ኢዜማ ኣቶ ንጋቱ ወልዴ ኣብ ዝወዳደረሉ ክልል ምርጫ ዕስራን ሰለስተን እውን ሰልፊ ብልፅግና ሕፁይ ኣይቕረበን። ብተመሳሳሊ ሰልፊ ብልፅግና ኣብ ኣዲስ ኣበባ ክልል ምርጫ ዓሰርተ ሓደ እውን ሕፁይ ኣይረቑሐን ኣሎ። ገዚፍ ወተሃደራዊ፣ ፋይናንሳውን ፖለቲካውን ደገፍ ኢራን ከም ዘለዎ ዝፍለጥ ዕጡቕ ሓይሊ የመን ሑቲ ኲናት ኢራን ካብ ዝጅመር ንፈለማ ግዜ ኣብ ልዕሊ እስራኤል መጥቃዕቲ ብምፍጻም እቲ ቅልውላው ካብዚ ዘለዎ ብግዜን ቦታን ከይጋፋሕ ክፍራሕ ንዝጸንሐ ኩነታት ኣዕሪጉዎ። ሑቲ ኣብ ጎኒ ኢራን ብምዃን ኣብቲ ኲናት ክጽንበር ናይ ግዜ ሕቶ ጥራይ ምዃኑ'ዩ ከጠንቅቕ ጸኒሑ። ተወሳኺ ስግኣት ዝፈጠረ ኩነት ድማ ወሃቢ ቃል ወተሃደራዊ ክንፊ ሑቲ ያሕያ ሳሪ ትማሊ ምሸት ኣብ ቴሌቪዥን ቀሪቡ ብዝሃቦ መደረ ተፈጺሙ። ያሕያ ሳሪ፣ ኣጻብዕትና ኣብ ቃታ ቀጥታዊ ወተሃደራዊ ምትእትታው ከም ዘለዋ ነረጋግጽ ብምባል ድማ፣ ዝኾነ ምስተን ጸላእቲ ክብል ዝገለጸን ኣሜሪካን ኣንጻር ኢራን ዝግበር ምሕዝነት፣ እቲ ጉጅለ ናብቲ ኲናት ከም ዝኣቱ ገሊጹ። ሎሚ ንግሆ ድማ ሑቲ ናብ እስራኤል ሚሳይላት ከም ዝወንጨፈ ገሊጹ ዘሎ ኮይኑ፣ ወተሃደራዊ ሓይሊ እስራኤል ድማ ካብ የመን ዝተተኮሰ ሚሳይላት ከም ዘለለየን ኣብ ደቡባዊት እስራኤል ከተማ በርሸባን ከባቢኣን ሳይረን ከምዝተወለዐን ኣረጋጊጾም። ሰራዊት እስራኤል ኣብ ቴለግራም፣ ሰራዊት ምክልኻል እታ ሃገር ካብ የመን ናብ መሬት እስራኤል ገጹ ዝፍኖ ሚሳይላት ኣለልዩ ኣሎ፣ ስርዓታት ምክልኻል ኣየር ነቲ ስግኣት ንምዕጋት ይንቀሳቐስ ኣሎ ክብል ጽሒፉ። ድሕሪ ዓሰርተ ሓሙሽተ ደቓይቕ ኣቢሉ ድማ እቲ ሰራዊት ኩነታት ውሑስ ምዃኑን ሰባት ንቡር ስራሓቶም ክገብሩ ከምዝኽእሉን ሓቢሮም። ወሃቢ ቃል ብኢራን ዝድገፉ ሑቲ የመን፣ ኣብ ኢራን መጥቃዕቲ እንተቐጺሉ፣ ኣብ ማእከላይ ምብራቕ ናብ ኲናት ክኣትዉ ምዃኖም ድሕሪ ምግላጽ'ዩ። ወሃቢ ቃል ዕጡቕ ሓይልታት የመን፣ ወተሃደራዊ ሓይሊ የመን ሑቲ፣ ያሕያ ሳሪ ኣብ መግለጺኡ፣ ዝኾነት ካልእ ሃገር ምስ ኣሜሪካን እስራኤልን ኣንጻር ኢራን እንተተጸንቢራ፣ ብኣሜሪካን እስራኤልን ንቀይሕ ባሕሪ ኣንጻር እስላማዊት ሪፓብሊክ ኢራንን ተጻባኢ ስርሒታት ንምፍጻም ክጥቀማሉ እንተጀሚረን፣ ኣንጻር ኢራን ዝግበር ተጻብኦ እንተዓሪጉ፣ ኣብቲ ኲናት ንምጽንባር ኣጻብዕትና ኣብ ቃታ እየን ዘለዋ ክብል ብትሪ ኣጠንቂቑ። እቲ መግለጺ፣ ጸላእቲ ዝኾና ኣሜሪካን እስራኤልን ኣብ ልዕሊ እስላማዊት ሪፓብሊክ ኢራን፣ ፍልስጤምን ቃዛን፣ ዒራቕን ሊባኖስን ዝካየድ ዘሎ ቀጻሊ ወራር ግብረ መልሲ ዝህብ ምዃኑ ይሕብር። ሕጂ ምትእትታው ሑቲ ኣብ ሓውሲ ደሴት ዓረብ ሓድሽ ግንባር ክህሉ ተኽእሎታት ምስፋሕ ናይቲ ኲናት ክፈጥር ከም ዝኽእል ብምግላጽ ብዙሓት ስግኣቶም ይገልጹ ኣለዉ። እቲ ኣዝዩ ዘተሓሳስብ ድማ ኣብ ቀይሕ ባሕሪ ንዝርከባ መራክብ መጥቃዕቲ ዘስዕብ ስግኣት ክኸውን ዝኽእል ኮይኑ እዚ ድማ ሓይልታት ሑቲ ድሕሪ መጥቃዕቲ ሸውዓተ ጥቅምቲ ምስ ፍልስጤማዊ ሓይሊ ሓማስ ዘለዎም ሕብረት ንምርግጋጽን ደገፎም ንምርኣይን ዝገብርዎ ስርሒታት እዩ። ካብ ሕዳር ክልተ ሽሕን ዕስራን ሰለስተን ጀሚሩ ንኣስታት ሰብዓ ንግዳውያን መራክብ ብሚሳይላት፣ ድሮናትን ንኣሽቱ ጀላቡን ተጠቒሞም መጥቃዕቲ ብምክያድ ኣርባዕተ መራክብ ኣጥሒሎም ሓሙሸይቲ መርከብ ሒዞም ብውሕዱ ድማ ሸውዓተ ኣባላት መራክብ ቀቲሎም። እዞም ብኢራን ከም ዝድገፉ ዝንገረሎም ዕጡቓት፣ ኣካል ናይቲ ኣንጻር እስራኤል ዝካየድ ኪዳን ተቓውሞ ብምዃን፣ ምስቶም ኣብ ቓዛ ዝንቀሳቐሱ ሓማስን ኣብ ሊባኖስ ዝርከቡ ሕዝቦላህን ኮይኖም ቃልሶም የካይዱ ኣለዉ። ኣብቲ ብ ዕስራን ሸሞንተን ለካቲት ዝጀመረ ግጭት ኢራን፣ ብውሕዱ ክልተ ሚእትን ዓሰርተ ሸውዓተን ህጻናት ዝርከብዎም ሓደ ሽሕን ኣርባዕተ ሚእትን ስሳን ኣርባዕተን ሰለማውያን ሰባት ከምዝተቐትሉ ትካል ዜና ተጣበቕቲ ሰብኣዊ መሰላት ኣረጋጊጹ። ኣብ መላእ ኢራን ልዕሊ ዓሰርተ ክልተ ሽሕ ቦምባታት፣ ኣብ ቴህራን ጥራይ ድማ ሰለስተ ሽሕን ሽዱሽተ ሚእትን ቦምባታት ከምዝተደርበየ ክገልጽ እንከሎ፣ ማእከላይ እዝ ኣሜሪካ ድማ ኣብ መላእ ኢራን ልዕሊ ትሽዓተ ሽሕ ዕላማታት ከምዝወደቐ ገሊጹ። ካብቶም ዝተፈጸሙ መጥቃዕትታት መብዛሕትኦም ንመደበራት ፖሊስ፣ ህንጻታት ምልሻ ባሲጅ፣ ዋና ቤት ጽሕፈት ፖሊስ፣ ዩኒቨርስታት ወተሃደራውን ፖሊስን፣ ውሑስ ገዛውቲ፣ ኣባይቲ ሓለዋ ሰውራ ኢራን፣ ከምኡ'ውን ዝተጠርጠሩ መኽዘናት ተተኮስቲ ነቑጣታትን ዕላማ ዝገበሩ'ዮም። እዞም ዕላማታት ግን ኣብ ውሽጢ ጽዑቕ ሲቭላዊ ከባቢታት'ዮም ዝርከቡ። እቶም መጥቃዕትታት ኣብ መንበሪ ኣባይቲ ምዕላቦም፣ ዋላ ኣብቶም ቅድሚ ሕጂ ንስርዓት ኢራን ዝነቕፉ ዝነበሩ ሰባት ከይተረፈ ቂምታ ከዕሙቖ ሓደጋ ከምዘለዎ ነበርቲ ንቢቢሲ ገሊጾም። ቢቢሲ ኣብዚ ጸብጻብ ብዛዕባ ዘጋጠመ ፍጻመታት ካብ ሰራዊት እስራኤል ርእይቶ ሓቲቱ ኣሎ። እቲ ሰራዊት እቶም መጥቃዕትታት ከምዝተፈጸሙ ዘረጋገጸ ኾይኑ፣ ተወሳኺ ርእይቶ ግን ኣይሃበን፣ ሚኒስትሪ ምክልኻል ኣሜሪካ ድማ መልሲ ኣየቕረበን። ኢራን እውን ብፍላይ ድማ ኣብተን መሻርኽቲ ኣሜሪካ እትብለን ሃገራት ወሽመጥ ዓረብ ንዝርከቡ ሲቭላዊ ትሕተ ቅርጽን መንበሪ ህንጻታትን ዕላማ ዝገበሩ መጥቃዕትታት ፈጺማ እያ። ነበርቲ ቴሄራን ሰበ ስልጣን እቲ ኲናት ዝሃብዎ ምላሽ ብምንቃፍ፣ ህዝባዊ መዕቆቢ ካብ ሓደጋ ምውጻእ ወይ ንዝተማዛበሉ ግዝያዊ መንበሪ ሓዊሱ መሰረታዊ ስጉምትታት ድሕነት ኣብ ምሃብ ብዙሕ ከምዘይሰርሑ ንቢቢሲ ሓቢሮም። ኢንተርነት ኣብ ዝተቋረጸሉን ንጹር ርክብ ኣብ ዘይብሉን እዋን ብዙሓት ተቓላዕነት ከምዝተሰምዖምን ዝቕጽል መጥቃዕቲ መዓስን ኣበይን ክዓልብ ከምዝኽል ርግጸኛታት ከምዘይኮኑን ይገልጹ። እዚ ከምዚ ኢሉ እንከሎ፣ ኣብ መላእ ማእከላይ ምብራቕ ዝካየዱ መጥቃዕትታት ሕጂ እውን ይቕጽሉ ኣለዉ። ፍሉይ ልኡኽ ዶናልድ ትራምፕ ዝዀነ ስቲቭ ዊትኮፍ፣ ኣመሪካ ኣብዚ ሰሙን እዚ ምስ ኢራን ክትዘራረብ ተስፋ ከም ዘለዋ ገሊጹ'ሎ። ወሲኹ ነቲ ኣብ መጀመርታ ናይዚ ሰሙን ዝተገልጸ ዓሰርተ ሓሙሽተ ነጥብታት ዝሓዘ ስምምዕ መልሲ ትጽበ ከም ዘላ ሓቢሮም። ምስዚ ብዝተሓዝ ዜና ኣብ ዝሓለፈ ክልተ ሰዓታት ኣብ ቴህራን ከቢድ መጥቃዕቲ ተሰሚዑ ኣሎ። ኢራን ኣብዚ ወርሒ ንሳልሳይ ግዜ ኣብ መመንጨዊ ኒኩለሳዊ ሓይሊ ቡሸር መጥቃዕቲ ከም ዝተፈጸመ ክትገልጽ እንከላ፣ ብተወሳኺ እስራኤል ኣብ ማእከላይ ኢራን ኣብ ዝርከብ ትካል ማይ ኣራክ መጥቃዕቲ ከም ዝፈጸመት ሓቢራ። መንግስታዊ ማዕከን ዜና ኢራን፣ መጥቃዕቲ ኣሜሪካን እስራኤልን ንሲቭላዊ ቦታታት ዕላማ ዝገበረ ምዃኑ ከም ዝጸብጸባ ሚኒስተር ጉዳያት ወጻኢ ዓባስ ኣራግቺ ሓቢሮም። ሓያሎ ሃገራት ወሽመጥ ዓረብ ሓዱሽ መጥቃዕትታትን ምክልኻልን ይካየድ ከም ዘሎ ሓቢረን ኣለዋ። ኢማራት ዓረብ ድማ ምክልኻል ኣየራ ካብ ኢራን ዝተወንጨፉ ባለስቲክ ሚሳይላትን ድሮናትን ኣብ ምዕጋት ከምዝተዋፈረ ገሊጻ። ኢራን ኣብ ልዕሊ መደብር ኣየር ልኡል ሱልጣን ስዑዲ ዓረብ ብዘካየደቶ መጥቃዕቲ ዓሰርተ ወተሃደራት ኣሜሪካ ከምዝቖሰሉ ምንጭታት ንመሻርኽቲ ቢቢሲ ኣሜሪካ ዝኾነ ሲቢኤስ ኒውስ ሓቢሮም። እቲ መጥቃዕቲ ሚሳይላትን ሰብ ኣልቦ ነፈርትን ዘጠቓለለ ምዃኑ እውን እቲ ምንጪ ሓቢሩ። እቶም ኣሜሪካውያን ኣዝዩ ከቢድ መጉዳእቲ ኣጋጢምዎም ኣሎ ክብል እውን ወሲኹ ጸብጺቡ። ዩኤስኤስ ጆርጅ ኤች ዳብሊው ቡሽ ብዝብል ትጽዋዕ ልዕሊ 80 ነፈርቲ ትስከም መርከብ ኣሜሪካ ናብ ማእከላይ ምብራቕ ትዋፈር ከም ዘላ ዝተፈላለዩ ምንጭታት ንመሻርኽቲ ቢቢሲ ኣሜሪካ ዝኾነ ሲቢኤስ ኒውስ ሓቢሮም እዮም። እታ መርከብን ሰራሕተኛታትን ስልጠናኦም ኣብ መጀመርታ ናይዚ ወርሒ ድሕሪ ምዝዛም ኣብቲ ኣብ ኢራን ዝካየድ ዘሎ ስርሒታት ክጽንበሩ ከም ዝኽእሉ ሰብ ስልጣን ኣሜሪካ ንሲቢኤስ ኒውስ ገሊጾም። ዩኤስኤስ ዶናልድ ኩኩን ዩኤስኤስ ሜስንን ብዝብል ዝጽውዓ ክልተ ኣዕነውቲ ሚሳይላት እውን ኣብዚ ሰሙን ካብ ኣሜሪካ ተበጊሰን ኣብ መንገዲ ከም ዝርከባ ተገሊጹ እዩ። ካልእ ዩኤስኤስ ሮስ ዝተባህለት መርከብ እውን ኣብዚ ሰሙንዚ ካብ ኣሜሪካ ዝተበገሰት ኮይና ናበይ ተቕንዕ ከም ዘላ ግን ብንጹር ኣይተገልጸን። እስላማዊ ሓለዋ ሰውራ ኢራን ብመጻብቦ ሆርሙዝ ክሓልፋ ዝፈተና ሰለስተ ናይ ጽዕነት መራክብ ክምለሳ ከም ዘገደደ'ውን እቲ ዝወጸ ሓበሬታ ገሊጹ'ሎ። እስላማዊ ሓለዋ ሰውራ ኢራን ሎሚ ንግሆ ዘውጽኦ መግለጺ፣ ናይ ዝተፈላለያ ሃገራት ኮንተይነራት ዝጸዓና ሰለስተ መራክብ በቲ ዝተፈቕደለን መራክብ ዝሓልፋሉ ፍሉይ መስመር ክሓልፋ ፈቲነን ካብ ሓይሊ ባሕሪ ሓለዋ ሰውራ ብዝተዋህበን መጠንቀቕታ ግን ንድሕሪት ተመሊሰን ኣለዋ ክብል ኣፍሊጡ። ብተወሳኺ መጻበ ሆርሙዝ ዕጹው ብምዃኑ ዝኾነት መርከብ ክትሓልፍ እንተፈቲና ሓያል ግብረ መልሲ ክጽበያ እዩ ክብል ከኣ ብትሪ ኣጠንቂቑ።